ሰላም ሰላም ኣሕዋት ከመይ ትውዕሉ ኩሉ ሰላም ክኾነልኩም ተስፋ እንዳግበርኩ ኣብዚ ቻነል እዚ ሳብስክራይብ ክትገብሩካ እንዳዘኻኸርኩ ማለት እዩ ናብቲ ናይ ሕጂ መደብ ከብለኩም ያ ኣብዚ ክልተ ኣሕዋት ኣለዉ ኩፍሉን ያ ፓስተር ፓስተር ጻጸ ኢልና ንፈልጦ ክፍሉ ዳኒ እኳ ትፈልጦ ኢኹም ስነጥባዊ ነይሩ ከምኡውን ድምጻዊ ነይሩ ደራፋይ ነይሩ ሕጂ ከዓ ኣማኒ ኮይኑ መዛሙር ናይ ናይ ኣመንቲ መዛሙር ከዓ ናይ ፔንቴኮስታል ይዝምር ኣሎ ማለት እዩ ሕጂ ኣብዚ ክልተ ቪድዮ ነይረን እሞ ኣብዚ ናይ ክልቲኦም ክልተ ቪድዮ ኣለዋ እስከ ክሓቶም ምደለኹ መጀመርያ ግን ስማዕዮ እሞ

ያ ኤንወይ ኣብዚ ኣብዚ መዝሙር ክፍሉ እንታይ ለሎ መሲልኩም ልዕሊ ሰብኣውነቴ ልዕልታ ፅርይቲ ሕልና ቃል ሓቂ እዩ መንገደይ ናይ የሱስ ጎደና ከምዘይ ትፅምሉ ከምዘይ ትርክስ ከምዘይ ትበላሾ የሱስ ዓሚምዋ እዩ ንኣምላኽ ክሕሾ እዩ ድብል ዘሎ ማለት እዩ ኦኬ ደሓን እቲ መዝሙር ከምዘለዎ ይኹን ግን ሓፈሻዊ እንታይ ክብል ደለ መሲልኩም የሱስ እንታይ እዩ ዝደሊ ካባና? የሱስ እንታይ ይደሊ ካብ ወዲ ሰብ? ንዓይ እቲ ናይ መጀመርያ መዐቀንየይ እንታይ እዩ? የሱስ ከምቲ እሱ ዝነበሮ ወይ ከዓ ከምቲ እሱ ዝሓለፎ ብሓፂሩ ከምቲ እሱ ንወዲ ሰብ ዘርኣዮ ፍቕሪ፣ ከምቲ እሱ ኣብ ወዲ ሰብ ዘርኣዮ ፍትሒ፣ ከምቲ እሱ ኣብቶም ዝሳቐዩ ዘርኣዮ ምድንጋፅን ሓገዝን ንሕና ከኣ ንኻልኦት ሰባት ከማናስ ከምኡ ክንከውን ዝደሊ ኮይኑ ይስምዐኒ ስፔሻሊ ከኣ ምእንቲ ፍትሒ ኣንጻር ዓመዝቲ ከምቲ ዝተቃወሞ ንሕና ከኣ ኣንጻር ዓመዝቲ ጠጠው ክንብል ንደሊ ኮይኑ ይስምዐኒ ንዓይ ምናልባት ዋላ የሱስ ዝበሃል ድሕር ኣሎ ማለት እዩ ሕጂ ኩፍሉ ኣብ ዝሓለፈ እቲ ብዛዕባ መን ሽሙ ብዛዕባ ዳዊት ገብረዝጋብሄር ንኤርትራ ምስ ተጨውየ ኣብታ ሕድሪ ስውኣት ተጠሊሙ ትብል ፊልሚ ብሓንሳብ ሰሪሖም ብድሕሪ ዳዊት ተጨውዩ ንኤርትራ ምስ ኣተወ ብዛዕብኡ ኢንተርቪው ይገብር ነይሩ ክፍሉ ኣብኡ ዝተዛረቦ ምናልባት ሰሚዕኹሞ ትኾኑ ብጣዕሚ ዘሕዝን እዩ ነቲ ናይ ኤርትራ ነገር ክሒድዎ ንዳዊት ክሒድዎ ወላ ነቲ ናይ ሻዕብያ ዓመፅ ክሒድዎ ሕጂ ሓደ ንፍትሒ ዘይድግፍ ሰብ ንዓማጺ ዝዘሪ ሰብ ንስቓይ ናይ ደቂ ዓዱ ድምጺ ዘይከውን ሰብ እሞ ኸኣ ዝኽሕድ ሰብ ሽዑ ሃንደበት ዘማራይ ናይ የሱስ ክርስቶስ ኮይኑ ይመጽእ ወይ ከኣ ኣማኒ ናይ ክርስቶስ ኮይኑ ይመጽእ እሞ ንክርስቶስ ይዝምረሉ ክርስቶስ እንታይ ምዝማር ኣድልየ ካባና ካብ ደቂ ሰባት ንክርስቶስ ድኣ እንታይ ትዘርየሉ ክርስቶስ ድኣ ካባኻ ዘራይ ዘይደሊ ክርስቶስ ድኣ ድሕር ናይ ብሓቂ ድሕር ክርስቶስ ዝበሃል ኣሎ ከምቲ ንሕና ድማሲ ከምቲ ዝብልዎን ከምቲ ከዓ ኮመን ሰንስ ኩልና ንፈልጦ ክርስቶስ ካብ ወዲ ሰብ ዘራ ይደሊ ክርስቶስ ካብ ወዲ ሰብ እንታይ እንታይ ሓይሊ ደሊ ክርስቶስ ኮ ኩሉ ክገብር ዝኽእል ፍጹም ኣምላኽ ፍጹም ሰብ እዩ እንዲና ንብሎ እሞ ንክርስቶስ እንታይ ምዝራይ የድልዮ ድሕር ስኻ ግን ናይ ብሓቂ ኣማኒ ናይ ክርስቶስ ድሕር ኮንካ ትመዐቀኒኻ ናይ መጀመርያ ፍትሒ እዩ ክኸውን ዘለዎ ነቲ ሓይሊ ዘይብሉ ሰብ ነቲ ድሳቐ ዘሎ ሰብ ነቲ ዝተወፅዐ ብፃይካ እንዳኸሓድካን ቃንዝኡ ኖርማል ክትገብሮ እንዳፈተንካ ወይ ከዓ ዘራይ ናይቶም ዝዕምፅዎ ዘለዉ እንዳኾንካስ ሽዑ እንታይ ትኾን ማለት ስኻ ንክርስቶስ ትዝምረሉ ብመሰረቱ ኣነ ኣብዚ ናይ ኤርትራ እምነት በልዎ ኣብዚ ምሁራት ናይ ኤርትራ ገለ በልዎ እኳ እዚ እኳ እዩ ንዓይ ሕውስውስ ዝብለኒ ከመይ ኢሉ ሓደ ኣማኒ ፔንተኮስታል ሓደ ኣማኒ ናይ ሰዓቢ ናይ ክርስቶስ ሞኻ ሽዑ ከም በዓል ክፍሉ ክፍሉ ሕጂ ከማን ኣይ ቲንክ እንታይ ፓስተር ገለ ኮይኑለ ምስለኒ መራሕ ሃይማኖት ማለት ጓሳ ናይ ሕብረተሰብ ማለት እዩ ሽዑ ፈጺሙ ኣይግድሾምን እዩ እቲ ኣብ ዓዶም ኣብ ልዕሊ ህዝቦም ዝወርድ ስቓይ ገለ ፈጺሙ ኣይግድሾምን ይኹሕድዎ ከማን ስቕ ምባል ጥራይ ከማን ኣይኮነ ይኹሕድዎ ምስቲ ዓማጽ ይውጉኑ ነቲ ስቓይ ናይ ካልኦት ወላ ሓንቲ ወላ ሓንቲ ኣዝ ናቲን ከም ዘይተፈጸመ ከዓ ከም ዘይረኣይዎ ይሓልፉ ሽዑ ግን ጊታር ሒዞም ንየሱስ ክርስቶስ ይዝምሩሉ ንክርስቶስ እንታይ እንታይ ምዝማራት እዩዎ እስኻ ንክርስቶስ ዝምረሉ ክርስቶስ እንታይ ደለካ በኻ ወላ ሓንቲ እንታይ ትምለኣሉ እስኻ ሲ ሰብ ኮንካስ ንየሱስ ክርስቶስ ወይ ንእግዚኣብሄርሲ እንታይ ትምለኣሉ እንታይ ትገብረሉ ነገር ኣለካ ካባኻ ክርስቶስ ምናልባት ካባኻ ዝደሊ ግን ነቲ ሓውኻ ከም ነብስኻ ክትርእዮ ከምቲ ቃንዛኻ ቃንዛ ካልኦት ክስምዐካ ከምቲ ወፅዓኻ ወፅዓ ካልኦት ክስምዐካ ግን ጠጠው ክትብል ግን እደልየካ ኣነ ከምኡ ኮይኑ ዝስምዐኒ ማለት እዩ ክርስቶስ ካብ ወዲ ሰብ ዝደልስ ነቲ ስቓይ ናይ ሓውኻ ምጻር ምስካም ነቲ በደልካ ዓገብ ምባል ዝደሊ ኮይኑ ስምዐና እዩ ኣብ ዓድና ኣብ ብዙሓት ኣመንቲ ንሪኦ ነገር ግን እንታይ እዩ ብፍላይ ካብ ኣመንቲ ፔንቴኮስታል እሞኻ ከም እምነት ኣብ ኤርትራስ ክኣምኑ ከማ ዘይፍቀዶም ኣመንቲሲ ኣብ ኤርትራ ካልእ ግደፍዎ እሞ እቲ ከም ኩሉ ሰብ ኣብ ሂወቶም ዝወረዶም በደል ግደፍዎ ንኽኣምኑ ጥራይ ሓንቲ መዓልቲ ዝኣምኑላ ቀሲኖምሲ ቤተክርስትያን ዝሰርሑላ ዝኣምኑላ ዝጽልዩላ ሃገር ንኽትህልዎም ጥራይ እዮም ኣንጻር እዚ ዘሎ ስርዓት ጠጠው ክብሉ ዝግባእ ብድሕሪኡ ከምቲ ካልእ ከዓ ኣብቲ ሂወቶም ዝወረዶም በደል እሱኻ ኦፍኮርስ እሱኻ ርዱእ እዩ ማለት እዩ ግን ከም ሃይማኖት ግን ነቲ ዘለዎም እምነት

ያ ኣብዚ ከዓ እንታይ ድብለለ መሲልኩም ኩሉ ግብዝነት እዩ ሓሶት እዩ ኣነ ኣይደን ኣነ ከምዚ ኣይርደአኒ ግን እንታይ ድብለሎ ዝተገልፀት ዝበርሀት ንፀልማት ሰዓረት ትሕዝቶኣ የሱስ ካብ ኣቦ ዝወፀት ህይወተይ ኮይነያ ህይወተይ ህይወተይ ናይ ኣምላኸይ እቲ ብሉይ በልዩ ኣሪጉ ጠፊኡ ቃልዩ መልህቀይ ትምክሕተይ ሰበኻ ይድብለሎ ያ እዚ ማሲ ፅቡቕ እዩ ኦኬ ምናልባት ድሕር ያ ማሲ ከም ኣማኒ ፔንቴኮስታል ኣብ ልዕሊ የሱስ ክርስቶስ ዘለካ ራእያ ምናልባት ከምኡ እንተኮይኑ ፅቡቕ እዩ ግን ከምዚ እነግረኩም ዘለኹ ኢኻ ኣነ እቲ ናይ መጀመርያ ኣብ ልዕሊ የሱስ ክርስቶስ ዘለኒ ኣኽብሮትን ፍቕርን ኣብ ልዕሊ ወዲ ሰብ ብምርኣየ ዝገልፆ እያ። ኣብ ልዕሊ እግዚኣብሄር ዘለኒ ፍቕሪሲ፣ ኣብ ልዕሊ እቶም መናብርተይ፣ ኣብ ልዕሊ እቶም ምሳይ ዝነብሩ ሰባት ፍቕሪ ብምሃብን ኣብ ልዕሊኦም ፍትሒ ብምውራድን ወይ ከዓ ዓመፅ እንድሕር ኣብ ልዕሊኦም ከዓ ወሪዱ ጠጠው ኣብ ምባልን ኣነ ብወይ እየ ዝገልፆ። ዋላ እኳ እዚ ድብለኩም ደለኹ ብዛዕባ ኣምላኽ ምህላውን ዘይምህላውን ዋላ እንተዘይኮነ ናይ መጀመርያ ስርዓት ናይ ወዲ ሰብ ወይ ከዓ ናይ መጀመርያ ናይ ወዲ ሰብ ባህሪ ክኸውን ዝግባእ እንተኾነ ግን ብውሕዱ ኣነ ብኣምላኽ ፍቕሪ ፈሊጠ ኢሉ ዝኣምን ሰብ የሱስ ፍቕሪ ኢሉ ዝኣምን ሰብ እቲ ካብ የሱስ ዝወሰዶ ፍቕሪ ከምቲ የሱስ ንደቂ ሰባት ዝሃቦ ክህቦ ኢኻ ትጽበ ኣነ የሱስ ካባናሲ ልክዕ ከምዚ ናይ ዲክታተራት ከምዚ ናይ በዓል እስያስ የሱስ የሱስ የሱስ ምባል ዝደልስ ኣይመስለንን ኣነ ከምዚ ናይ ዲክታተራት የሱስ ከምዚ እስያስ እስያስ እስያስ ዝብልዎ ኣነ የሱስ ክርስቶስ ካባና ከምኡ ዝደልስ ኣይመስለንን ምናልባት እስያስ እቲ ካብ ደገፍቱ ዝረኽቦ ደገፍ እቲ እስያስ እስያስ እስያስ ምባል ምናልባት ይጠቕሞ ኸውን ገንዘብ ኣዋፅኡ ይድግፎዎ ክዋግኡ ዝኽእሉ ኣታሊሉ ድላዩ ክገብሮም ይኽእል እሞ እዚ ከዓ ኣብ ዕምረ ስልጣኑ ከፅንሖ ወይ ከዓ ዝያዳ ዓመታት ንክገዝእ ክገብሮ ይኽእል ይኸውን እቲ ኣምልኾ ናይ ካልኦት ሰባት እቲ እስያስ እስያስ እስያስ ምባል ማለት እዩ ክርስቶስ ካባና ሲ ክርስቶስ ክርስቶስ ክርስቶስ ምባል ሲ እንታይ ይጠቕሞ እንታይ የድልዮ እንታይ የድልዮ ማለት ሲ ኣነ ኩፍሉ እዚ ፓስተር ኣብየል ኣብዚ ገለታት ሲ ንክርስቶስ ሙሉ መዓልቲ ክርስቶስ ክንብሎ ስለ ዝወዓልና ስለ ዝኣመናያ ስለ ዘምለኽናያስ እንታይ ይርባሕ ክርስቶስ ከምቶም ደቂ ሰባት ድዩ ይድሰት ማለት ድዩ ደስ ድዩ ዝብሎ ገለ እንታይ እቲ ናትና ክርስቶስ ክርስቶስ ምባልስ እንታይ የድልዮ ኣነ ክርስቶስ ናይ ብሓቂ እሱ ዝደሊ ኮይኑ ኣይስምዐኒ ኣነ ክርስቶስ ዝደሊ ኮይኑ ዝስምዐኒ ከምቲ ሓንቲ ከማን ክርስቶስ ኩለንስ ኣብ ሓንቲ ከማን ጥርነፋ ንዓይ እሳ ከዓ ንብፃይካ ከም ነብስኻ ምፍቃር እንታይ ማለት ንደቂ ሰባት ሲ ከም ነብስኻ ምርኣይ ከምቲ ኣብ ነብስኻ ክወርድ ዘይትደልዮ ኣብ ካልኦት ከዓ ኣይተውርዶን ማለት እዩ ወይ ከዓ ካልኦት እንተውሪዶም ከዓ ዓገብ ትብል፣ ንምቁራጹ ከኣ ትቃለስ፣ ንምውጋዱ ከኣ ትቃለስ፣ ከምቲ ክትሳቐ ዘይትደሊ ንኻልኦት ኣይተሳቕን፣ ካልኦት ንኸየሳቕይዎም ከኣ ዝከኣለካ ትጽዕር፣ ከምቲ ክትወድቕ ዘይትደሊ ንኻልኦት ኣይተውድቖምን፣ ካልኦት ንኸየውድቕዎም ዓመጽቲ ካልኦት ሓያላት መንግስትታት ገለ ንኸየውድቕዎም ከኣ ጠጠው ትብል ማለት እዩ። ንዓይ የሱስ ክርስቶስ ካባና ካብ ደቂ ሰባት እዚኣ ዝደለ ኮይኑ እዩ ዝስምዐኒ ስለዚ ዝኾነ ኣማኒ ናይ ዝኾነ ሃይማኖታዊ ኮይኑ መንፈሳዊ ኮይኑ ፍላይ ከዓ መራሕ ሃይማኖት ኮይኑ ፓስተር ኮይኑ ቀሺ ኮይኑ ካህን ኮይኑ ዘማራይ ከዓ ኮይኑ ኣነ ንቃንዛ ናይቶም መናብርቱ ሸለል ኢሉ ንቓንዛ ናይቶም መናብርቱ ኺሒዱ፣ መወዳእታ ንክርስቶስ እንተ ዘመረ፣ ንኣምላኽ ኣምላኽ እንተ በለ፣ እንተምለኸ፣ እንተ ጣቕዐ፣ ግብሪ ተኸፈለ፣ ንዓይ ዋጋ ዘለዎ ኮይኑ ኣይስምዐንን እዩ። እግዚኣብሄር ካባና ፍትሕን ፍትሓውያንን ምዃንን ዝደሊ ኮይኑ እዩ ዝስምዐኒ። ያ ቴንክ ዩ። ካልእ ኣብዚ ኸኣ ነለኩም ፓስተር ኣቤል ከኣ ሕጂ ኣይንቀሳቐስ ነየ ያ ንህለኩም ኣብዚ ድዒ ፓስተር ኣቤል ከዓ ገለ ብላ ኣሎ ንድዒ ብዚ ከዓ ንነዊሕ ዘመናት ንነዊሕ ግዜ ኣይንቀሳቐስን እየ ዝበለኩም ጉዳያት እንድሕር ሃልዩ እግዚኣብሄር ነዚ ፋይላት ከንቀሳቐሶ ስለ ዝደሊ ኣእጋርኩም ኩላኻትኩም ናብ ሄቨን ኤምባሲ ክትገብሩ ክዕድመኩም ኢለ ቅድሚኹም መፅእ ዘለኹ ፕሮሰስኩም ኣይንቀሳቐስን እየ ዝበለኩም ጥዕናኹም መልሲ ድሰኣንኩምሉ እምቢ ዝበለኩም ሰባት እንድሕር ሃሊኹም ንኩላትኩም ኣእዳወይ እንዳንበርኩ ስለ ዝፅልየልኩም
ያ ኣብዚ ከኣ ንለኩም ምንቅስቃስ ዝኣበየ ፕሮሰስ
ንነዊሕ ዘመናት ንነዊሕ ግዜ ኣይንቀሳቀስን እየ ዝበለኩም ጉዳያት እንድሕር ሃልዩ እግዚኣብሄር ነዚ ፋይላት ከንቀሳቀሶ ስለ ዝደሊ ኣእጋርኩም ኩላኻትኩም ናብ ሄቨን ኤምባሲ ክትገብሩ ክዕድመኩም ኢለ እዚ ያ ኣይዶኖ ከምስታት ከዓ ያ ከምስታት ከዓ ኣሎ እንዲ እንታይ ኮይኑ እዩ እግዚኣብሄርሲ ናትና ናይ በይና ጥራይ ናይዞም ምንቅስቃስ ኣብዩ ዘሎ ሰባትሲ ከም ዘይንቀሳቐስ ገይርዎ እንታይ እዩ ኮይኑ እግዛብሄርስ እንታይ ኮይኑ እዩ ንገለ ሰባትሲ ፈልዩስ ፕሮሰሶም ጉዳያቶም ገለሲ ምንቅስቓስ ደው ኣቢልዎ እንታይ ኮይኑ ሽዑ ከዓ ኣበይ ድፍታሕ ከዓ ኣብ ሄቨን ኤምባሲ ማለት እዩ ኣብ ኢድ ኣቤልካ እዩ ድፍታሕ ሽዑ እንታ ኮይኑ እግዛብሄር ነቲ ጉዳይ ከም ዘይንቀሳቀስ ጌርዎ ሽዑኸ እንታ ኮይኑ ናብ ናብ ሄቨን ኢምባሲ ምስ መጻኻ ኣቤል ኢዱ ኣልዒሉ ገለ ምስ ጸለየልካ ከኣ ሽዑ የንቀሳቅሶ እንታ ኮይኑ ነቶም ሰባት ከም ዘይንቀሳቅሱ ጌሩስ ንኣቤል ከኣ ከም ዘንቀሳቅሶ ጌርዎ እግዛብሄር ናይ ብሓቂ ድዩ እግዚኣብሄር ነቲ ጉዳይ ከም ዘይንቀሳቐስ ገይሮ ኣነ ከምኡ ኢለ ኣይኣምን ድሕር እቲ ጉዳይ እንታይ እቲ ፀገም ናይ ኩሉ መፍትሒ ኣለዎ ኣብ ዓለም መፍትሒ ዝበሃል ዘይብሉ ዝበሃል የለን እንታይ እዩ ኮይኑ እቲ ጉዳይ ፕሮሰስ ድዩ ምስራት ኣቢካ እንታይ እዩ ኮይኑ እቲ ፕሮሰስ ምስራት ኣቢካ መርምሮ ኣበይ ደሎ እቲ ፀገም መርምሮ ደር ኢዝ ሶሉሽን ወይ ከዓ እቲ ፕሮብሌምስ ኣበይ ከም ደሎ ትፈልጦ ኢኻ ኣብ ሄቨን ኤምባሲ ድፍታሕ ናይ ፕሮሰስ ጸገም ናይ ሓዳር ጸገም ገለ ዝበሃል ኣነ ኣይፈልጥ ኣብ ትሕቲ ዝኾነ ማለት ሲ ኦኬ ኩሉ ትፍታሕ ብደቂ ሰባት እዩ ዝፍታሕ ኦፍ ኮርስ ብደቂ ሰባት እቲ ጉዳይ እንታይ ጸገሙ ኣጽኒዖም ዝፈትሕዎ ሰባት ኣለዉ ኦፍ ኮርስ እግዚኣብሔር ሰማይ ከፊቱ ባዕሉ ፍታሕ ገለ ይፈጠርኒ ብኣ ናብ ደቂ ሰባት እዩ ዝገብሮ ኦፍ ኮርስ ግን እዚ ወዲ ሲ ሽዑ ጸሎት ገይሩ ኢዱ ዘርጊሑ ገለ ከኣ እዩ ዝፈትሖ ኣነ እግዚኣብሔር ነቲ ጉዳይ ኮም ጠጠው ኣቢልዎ ኢለ ኣነ ኣይኣምን ዝኾነ ፕሮሰስ እግዚኣብሔር ስለ ዝጸሎ እዩ ጠጠው ኣቢልዎ ዘሎ ኢለ ኣይኣምን መርምሮ እንታይ እንታይ እቲ- እንታይ እቲ ጠጠው ኣቢልዎ ዘሎ ነቲ ፕሮሰስ መርምሮ እንታይ እዩ ድሕሪ ናይ ካናዳ ኮይኑ እንታይ ጠጠው ኣቢልዎ ዘሎ መርምሮ መልሲ ክትረኽቦ ኢኻ ፍትሓ እያ እንድሕር ዝፍታሕ ኮይኑ ክፍታሕ እዩ ድሕር ዘይፍታሕ ኮይኑ ከዓ ኣይፍታሕን እዩ ንኣብነት መንግስቲ ካናዳ እንድሕር ሪጀክት ኢልዎ ነቲ ጉዳይ ኣብ ሄቨን ኤምባሲ ኣይትፈትሖን ኢኻ ምክንያቱ ሄቨን ኤምባሲ ወኪል ናይ መንግስቲ ካናዳ ኣይኮነን ሽዑ ኣቤል ኢዱል ዒሉ ጸሎት ገይሩ ገለሲ እንታይ ይፈትሖ ኣነ እግዛብሄር ንገሌና ሰለዝጸልኣና ፕሮሰስና ምስላጥ ኣብይዎ ንገለ ከኣ ስለዝፈትዎም ፕሮሰሶም ኣቀላጢፍዎ ገለ ኢለ ኣይኣምንኒ ስለምንታይ ሓደ ካናዳዊ ሓደ ጉዳይ ምስላጥ ምስ ኣበዮ እንተኮይኑ ናብ ናብ ሄቨን ኤምባሲ ወይ ከኣ ናብ ቸርች ከይዱ ፍትሑለይ ዘይብሎ እንታይ ይፈትሐልካ ደጋጠመካ ፀገምሲ ካህንካ ቀሽኻ እዚ ኣቤል ፓስተር ኣቤል ገለሲ ከመይ ኢሎም ፈትሕዎ እህ ኣምላኽ ንዓኻ እቲ ጸገም ፈጢሩ ሽዑ ንፓስተር ኣብኤል ፍታሕ ሂብዎ ማለት ድዩ ዝኾነ ሽወደናዊ ኣሜሪካዊ ካናዳዊ ጀርመናዊ ገለ ብከምዚ ዝበሃል ፍታሕ ኣብ ዓለም ኣይገብሩን እዮም በይኑ እዚ ምናልባት ኤርትራዊ ኡጓንዳዊ ትግራዋይ ኣምሓራይ ሶሪ እዚኦም ኢትዮጵያውያን ገለ ምናልባት ከምዚ ዓይነት ኣፈታትሓ ፍታሕ ይኣምኑ ይኾኑ ኣነ ከምዚ ኢሉ ድሰርሕ ፍታሕ ኣሎ ኢለ ግን ኣነ ኣይኣምንን ነቲ ጉዳይ ምርምሮ ፍታሕ ክትረኽበሉ ኢኻ ፍትሓዮ ድሕሪ ደይፍታሕ ኮይኑ ኸዓ ኣይፍታሕን እዩ ግዶ ዕፀዎ ናብቲ ካልእ ጉዳይ ስገር ኣይዶን እንድዒ ኣነ ከመይ ምዃኑ ዘጋጠመካ ሽግር ምፃእ ኣባና ፍትሓዮ ገለታት ምስ ሰብኣይኪ ተባኢስኪ ተረድኤ ኣለኹ ገለ ኣነ እዚ መልክዑ ጥራይ ይቐይር እምበር ካብቲ ናይ ጥንቆላ ገለ ካልእ ብዙሕ ኣነ ዝፍለ ኮይኑ ኣይረኸብኩዎን። ጠንቆልቲሲ ከምኡ እዮም ን ይመጹ እህ ምስ ሰብኣይኪ ኣጋጢሙኪ ዶ ጸገም እዚ እዩ ገለ ገለ ይብሉ ኦኬ እወ ጠንቆልቲ ጠንቆልቲ እዮም እወ እዚ ከኣ ኣነ ካብ ጥንቆላ ካልእ ወላ ማለት ኣምላኽ ስለ ዝሕውስሉ ጥራይ እዮም ሰብ ከኣ ኣብ እግዚኣብሔር ፍርሒ ስለ ዘለዎ ገለ ይኣምን ማለት ኩሉ ከኣ እምነት እዩ ኣብ መወዳእታስ እምነት እዩ ሰብሲ ዋላ ሕክምና ከይዱ ክሓውየ ኢሉስ ይኣምን እሞ ይሓውይ እዚ ይሰርሕ ኣብ ተፈጥሮ ይሰርሕ ኣብ ኣእምሮ ይሰርሕ ማለት ተደይ ኮይኑ ግን ኣነ ብፓስተር ኣቤል ብሄቨን ኤምባሲ ብገለ ብሓደ ቀሺ ብሓደ ካህን ብሓደ ፓስተር ገለ